ሚኒስትሪ ትምህርቲ ዓመታዊ ገምጋም ስራሕ ኣካይዱ። ኣብ ኑሶ ባዓል ዱዃላ ምርጫ ኣመሓደርቲ ከባቢ፣ ኣካየድቲ ስራሕን ኣነባበርቲ ዓድን ተኻይዱ። መንግስቲ ፖርቹጋል ቅድሚ ዕስራ ዓመታት ዘበገሶ ሰብ ሰርሖ ቀላይ ልዑል ረብሓ ተረኺብዎ። ኣብ ሚያንማር ዲጋ ብምፍራሱ ልዕሊ ሱሳ ሽሕ ዜጋታት ብዘይ መጽለሊ ከም ዝተርፉ ተገሊጹ። ኣቕራቢ ዜና ዮናስ ኣብርሃም ዝርዝራት ይቕጽል። ሚኒስትሪ ትምህርቲ ብ ዕስራን ትሽዓተን ሰላሳን ነሃሰ ኣብ ኣስመራ ኣብ ዘካየደ ኣኼባ ዓመታዊ ገምጋም ስራሕ ኣብ ዞባታት ዝርከባ ጨናፍሩ ቤት ትምህርቲ ካልኣይ ደረጃ ዋርሳይ ይከኣሎን ማእከል ሞያዊ ስልጠናን ኣካይዱ። ኣብቲ ኣኼባ ኣብ ዓመተ ትምህርቲ ክልተ ሽሕን ዓሰርተ ሸውዓተን ዓሰርተ ሸሞንተን ዝተሰላሰለ ዕዮን ገስጋሱን ብመንጽር ዝነበሩ ብድሆታት ክቐርብ እንከሎ ብዛዕባ ምግራብን ትምህርትን እውን መግለጺ ተዋሂቡ። ብመሰረት ዝቐረበ ጸብጻብ ኣብ ምጅማር ትምህርትን ምስልሳል ቁጽጽራዊ ስርሓትን ዘጋጠሙ ብድሆታት፣ ምስፋሕ ኣገልግሎት ቅድመ ትምህርትን ኣገዳስነቱን፣ ገስጋስ ትምህርትን ዓበይቲ፣ ውሽጣዊ ብቕዓት ትምህርቲ፣ ጠንቅታት ድኹም ውጽኢት ተመሃሮ፣ ኣገዳስነት ማሕበራዊ፣ ባህላውን ስፖርታውን ንጥፈታት ተምሃሮ፣ ኣድላይነትን ብድሆታትን ቤተ ፈተነ ኣብ ኣብያተ ትምህርትን ተራ ምርግጋፅ ኣሳታፊ ምሕደራ ኣብ መስርሕ ምምሃርን ምስትምሃርን ኣብ ዝብሉ ዛዕባታት ዝርዝራዊ ሓበሬታ ቀሪቡ። ብተወሳኺ ምስራጥ ባህሊ ምግራብ ኣብ ተምሃሮን ዕዙዝ ኣገዳስነቱን መደባት ትምህርቲ ንፍሉይ ኣድህቦ ዘድልዮም ወገናት ሕብረተሰብ ሞያዊ ሓላፍነትን ስነ ምግባርን መምህራን ተሳታፍነትን ተገዳስነትን ተምሃሮ ንዑ ዝጸልዉ ረቛሒታትን፣ ትግባረ መምርሒ ገምጋም ንጥፈታት፣ ጉዳይ መሳለጥያታትን ካልኦት ንመስርሕ ምምሃርን ምስትምሃርን ዝጸልዉ ረቛሒታትን ዝምልከት መግለጺታት ተዋሂቡ። ተሳተፍቲ ኣብ ዝሃብዎ ርእይቶ፣ ውጥን ስራሕ ኣብ ኩሉ ጽፍሕታት ክህሉ ንጥፈታት ኣህጉራውያን ኣብያተ ትምህርቲ ዘማእዝን ሕጊ ክወጽእ፣ ርእይቶ ህዝቢ ኣብ ኣገልግሎት ትምህርቲ ክእከብን ክምስራሕን፣ ምስ ዝእቶ ዘሎ ሓድሽ መድረኽ ንተምሃሮ ብኣሉታ ዝጸልዉ ምዕባሌታት ከይህልዉ ቅድመ ምድላዋት ክካየድ ዝብሉን ካልኦት ርእይቶታትን ኣቕሪቦም። ሚኒስተር ትምህርቲ ኣቶ ሰመረ ርእሶም ኣብ ዘስምዖ ናይ መዕጸዊ ቃል፣ እቲ ኣኼባን መስርሕ ምምሃርን ምስትምሃርን ኣብ ሃገርና ዝድህስስ ኣገዳሲ ሓበሬታ ዝተረኽበሉ ብኡ መንፅር ድማ ብደሆታት ናይ ምግጣም ሜላ እናሓየለ ይመፅእ ከም ዘሎ ዝተነፀረሉ ምንባሩ ጠቒሱ ብሰንኪ ውሁብ ኩነታት ከም ንቡር ተወሲዶም ዝፀንሑ መሕንቖታት ተፈቲሖም ንጥፈታት ብኣድማዕነት ዝሰላሰልሉ እዋን ርሑቕ ከም ዘይከውን እምነቱ ገሊፁ። ኣብ ምምሕዳራት ከባቢ ዓደልገስ፣ ዓዲባሕሮ፣ ዓዲ ዓኼሎን ቀስሞ ደንጎሎን ንኡሶብ ዓዲዃላ ናይ ስራሕ እዋኖም ዝኣኸለ ኣመሓደርቲ ኣካየድቲ ስራሕን ኣነባበርቲ ዓድን ንምትካእ ምርጫታት ተኻይዱ። ኣካየዲ ስራሕቲ ንኡሶባ ኣቶ ተስፋይ ኣብርሃ ኣብ ዘስምዖ ቃል፣ ዝተመርጹ ሓደስቲ ኣመሓደርቲ ህዝቢ ንዘሰከሞም ሓላፍነት ብተወፋይነትን እምነትን ከተግብሩ፣ ነበርቲ ድማ ኣብ ስራሕ ክተሓባበርዎምን ከተባብዕዎምን ብምዝኽኻር፣ ህዝቢ ኣብ መስርሕ ምርጫ ንዘርኣዮ ልዑል ሱታፌ ሞጒሱ። ዝተመርጹ ኣመሓደርትን ኣካየድቲ ስራሕን ብግደኦም፣ ንዝመረጾም ህዝቢ ብብቕዓት ንምግልጋል ዘለዎም ቅሩብነት ብምርግጋጽ፣ ደገፍን ምኽርን ህዝቢ ከይፍለዮም ተማሕጺኖም። እቲ ምርጫ ክሳብ ዕስራን ኣርባዕተን መስከረም ኣብ ኩለን ዕስራን ክልተን ምምሕዳር ከባቢታት ክካየድ እዩ። ኣብ ንሶብ ዓዲ-ዃላ ኣብ ዕስራን ክልተን ምምሕዳራት ከባቢ ዝጥርነፋ ሚእትን ዓሰርተን ዓድታት፣ ይርከባ። ኣብ ንኡስ ዞባ ጎኘ ተጠቃምነት ትካላት ማሕበራዊ ኣገልግሎት ብሓፈሻ ትካላት ትምህርትን ጥዕናን ድማ ብፍላይ ንምዕባይ ዝዓለመ ወከልቲ ህዝቢ ዝተሳተፍዎ ዋዕላ ተቓኒዑ። ንኣገልግሎት ትምህርቲ ብዝምልከት ኣብ ዝቐረበ ፀብፃብ ኣብቲ ንኡስ ዞባ ኣሕዳሪት ቤት ትምህርቲ ሞጎራይቭ ወሲኽካ ካብ መባእታ ክሳብ ካልኣይ ደረጃ ዓሰርተ ሸውዓተ ትካላት ትምህርቲ ከምዘለዋ ተሳታፍነት ግን ኣብቲ ዝድለ ደረጃ ስለ ዘይበጽሐ፣ ዕድመኦም ንትምህርቲ ዝኣኸለ ቆልዑ ናብ መኣዲ ትምህርቲ ከም ዝለኣኹ ንምግባር ተራ ዓበይትን ዓድን ዝምልከቶም ኣካላትን ክዓዘዝ ጻውዒት ቀሪቡ። ኣመሓዳሪ ንኡስ ዞባ ጎኜ ኣቶ ተስፋኣለም ባህታ ኣብ ዘስምዖ ቃል፣ ተጠቃምነት ትካላት ማሕበራዊ ኣገልግሎት ብመጠን ብዝሒ ህዝቢ ይኹን ዝርግሐ ናይተን ትካላት ገና ትሑት ስለ ዘሎ፣ ክብ ንምባሉ ውሁድ ስራሕ ክካየድ፣ ብፍላይ ቁፅሪ ተምሃሮ ኣዝዩ ትሑት ስለዘሎ ንምምሕያሹ ሕብረተሰብ ሓላፍነቱ ክፍፀም ዘለዋ ትካላት ጥዕና ድሩትነት ስለዘለወን ሚኒስትሪ ጥዕና ኣቓልቦ ክገብረለን ተላብዩ። ዋና ዳይሬክተር ክፍሊ ማሕበራዊ ኣገልግሎት ዞባ ጋሽ ባርካ ኣቶ ፍራንኮ ኩባብ ኣብ ዘስምዖ ናይ መዛዘሚ ቃል ኣብ ንኡስ ዞባ ጎኘ ዘሎ ንጥፈታት ማሕበራዊ ኣገልግሎት ብቕዓቱን ዝርግሐኡን ንምምሕያሽ ምምሕዳር ዞባ ዝከኣሎ ከበርክት ምዃኑ ገሊፁ።

መንግስቲ ፖርቹጋል ብተኸታታሊ ብደርቂ ንዝጥቃዕ ደቡባዊ ክፋል እታ ሃገር ናብ ሓምላይ ንምቕያር ቅድሚ ዕስራ ዓመታት ዘበገሶ ህንፀት ኣብ ሕርሻዊ መዓላ ዝውዕል ሰብ ሰርሖ ቀላይ ልዑል ረብሓ ተረኺቡዎ። እዚ ሓምሳ ቢልዮን ዩሮ ወፍሪ ዝተገብረሉ ክልተ ሚእትን ሓምሳን ትርብዒት ኪሎ ሜተር ዝስፍሓቱ ቀላይ ኣብዚ እዋን ካብ ቀንዲ ምንጪ ሕርሻዊ እቶትን ግዳማዊ ወፍርን ክኸውን በቒዑ ከም ዘሎ ተገሊጹ። መንግስቲ ፖርቹጋል ካብቲ ቀላይ ንዝለምዕ መሬት ብእርብዓ ሚእታዊት ንምስፍሑ ኣብ ዝገልጸሉን ዘድሊ ትሕተ ቅርጺ ኣብ ዘዋድደሉን ዘሎ እዋን ዋጋ ክራይ ናይ ሕርሻ መሬት ኣብቲ ከባቢ ብልዕሊ ሓምሳ ሚእታዊት ብምዝያዱ እቲ ንነዊሕ ዝጠመተ ወፍሪ ሓደ ካብ ቀንዲ ምንጪ ናይ ወጻኢ ሸርፊ እታ ሃገር ክኸውን ክኢሉ ከም ዘሎ እዩ ዝግለጽ። በዚ ድማ ፖርቹጋል መርኣያ ኣብ ምዕቃብ ማይ ዝካየድ ንነዊሕ ዝጠመተ ወፍሪ ኮይና ትግለጽ ኣላ። ኣብ ሚያንማር ብዘጋጠመ ምፍራስ ዲጋ 85 ዓድታት ብምዕልቕላቐን ልዕሊ 63 ሽሕ ዜጋታት ብዘይ መጽለሊ ተሪፎም። ቅድሚ እቲ ሓደጋ ምኽሳቱ ዜጋታት እቲ ዲጋ የዝርቕ ከም ዘሎ ሓቢሮም እኳ እንተነበሩ፣ ሰብ መዚ ምክትታል ዲጋታት ግና ብዙሕ ግዲ ከም ዘይገበሩሎም ወግዓዊት መደበር ተለቪዥን እታ ሃገር ገሊጻ ኣላ። እቲ ሓደጋ ኣብ ልዕሊ ህይወት ሰብ ዝወረደ ጉድኣት እኳ እንተዘየልቦ፣ ደሃዮም ዝጠፍኣ ሓያሎ ከም ዘለዉ ግን ተገሊጹ ኣሎ። ብዘይካዚ ትሕተ ቅርጺ፣ መጓዓዝያ፣ ድልድላት፣ ትካላት ማሕበራዊ ኣገልግሎትን ካልኦት ትካላትን ከም ዝዓነወ ተገሊጹ ኣሎ። ኣብ ሰፊሕ ክፋል ኣህጉር ኣፍሪቃ ከቢድ ሕርሻዊ ዕንወት ዘውረደ ሳጋሚ ባርነስ ቀውዒ ንምጥፋእ ዘኽእል ጸረ ባልዕ ንምምዕባል ጻዕርታት የካይዱ ከም ዘለዉ ብሪጣንያውያን ተመራመርቲ ሓቢሮም። ቀዳማይ ክፋል ምርምሮም ነቲ ባልዕ ናይ ምክልኻል ዓቕሚ ዘለዎም ዓይነታት ዘራእቲ ምንዳይ፣ እቲ ካልኣይ ክፋል ድማ ነቲ ባልዕ ናይ ምንጻግ ዓቕሚ ዘለዎም ዘራእቲ ምልላይ ምዃኑ እቶም ተመራመርቲ ብምጥቃስ፣ ዘተባብዕ ውፅኢት ይረኽቡሉ ከምዘለዉ ገሊፆም። ብሳጋሚ ባርኖስ ቀውዒ ዝተጠቐዐ ተኽሊ ፍሉይ ፍልይ ዝበለ ጨና ከምዝነዝዕ ብእኡ ተሳሒቡ ድማ እቲ ባርኖስ ናብ ሰፊሕ ክፋል ዘራእቲ ከምዝዓስል ከረጋግፁ ከምዝኸኣሉ ብምጥቃስ ነቲ ካብ ዝተጠቕዐ ኣእካልቲ ዝወፅእ ጨና ብምፅናዕ ባህርያዊ ዝኾነ ፀረ ባዕሊ ኣብ ምንዳይ ከምዝርከቡ ኣፍሊጦም። ኣብ ኤርትራ ሳጋሚ ባርኖስ ቀውዒ ንምጥፋእ ዝተጀመረ ስርሓት ብንጥፈት ይግስግስ ከምዘሎ ሚኒስትሪ ሕርሻ ምስ ውልቀ ሓረስቶት ብምትሕብባር ብዘካየዶ ፃዕርታት ድማ እቲ ባልዕ ብልዑል መጠን ኣብ ምቁፅፃር ክውዕል ከምዝኸኣለ ዝፍለጥ እዩ። ኣብ መወዳእታ ኣብ ኣውስትራሊያ ንኻልኣይ ተኸታታሊ ዓመት ተኸሲቱ ብዘሎ ድርቂ ሰፊሕ ናይ ሕርሻ ከባቢታት ብኸቢድ ተፀልዩ። ኣብቲ ወቕቲ ክራማት ኣብ ደቡባውን ምብራቓውን ክፋል እታ ሃገር ዝናብ እኳ እንተሃረመ ዘድሊ ዓቐን ከም ዘይኮነ ሰብ መዚ ኣውስትሬልያ ብምሕባር፣ በቲ ደርቂ ካብ ዝተጠቕዔ ክፋል እታ ሃገር ኣእካል ብምስዳድ ንሓረስቶት ንምሕጋዝ ጻዕርታት ይካየድ ከም ዘሎ ገሊጾም። ቀንዲ ዕላማ ናይቲ ዝካየድ ዘሎ ንጥፈታት ቀረብ ኣእካል ኣብቲ ዞባታት ዝርከባ ጠሓንቲ እኽሊ ስርሐን፣ ከየቋርፃን ኢንዳስትሪያዊ ምርባሕ ከብቲ ከይህሰን ምዃኑ ድማ እቶም ሰብ መዚ ሓቢሮም። ዝኸበርኩም ሰማዕትና ዜና ቅድሚ ምዝዛም ኣርእስታቱ ክደግመልኩም። ሚኒስትሪ ትምህርቲ ዓመታዊ ገምጋም ስራሕ ኣካይዱ። ኣብ ንኡስ ዞባ ዓዲዃላ ምርጫ ኣመሓደርቲ ከባቢ ኣካየድቲ ስራሕን ኣነባበርቲ ዓድን ተኻይዱ። መንግስቲ ፖርቹጋል ቅድሚ ዕስራ ዓመታት ዘበገሶ ሰብ ሰርሖ ቀላይ ልዑል ረብሓ ተረኺብዎ። ኣብ ሚያንማር ዲጋ ብምፍራሱ ልዕሊ ሱሳ ሽሕ ዜጋታት ብዘይ መጽለሊ ተሪፎም ዜና ኣብዲ ፍጸም።